በጋ ዝኸበርኩም ኣሕዋትን ኣሓትን ካብዚ ሓዲስ ሱለይማን እንታይ ትምህርቲ ንወስድ? ብመጀመርያ ከነፍጥር ከለና ብተምሪ ነፍጥር እንተዘይተረኺቡ ተምሪ ብማይ ነፍጥር። ከምኡ ብካልእ ሓዲስ ከማን ሓዲስ ኣነስ ተዘኪሩ መጀመርያ ብረጥብ ልስልስ ዝበለ እዩ ተዘይተረኺቡኸ ብተምሪ ትርር ዝበለ እዩ ሽወያ ተዘይተረኺቡኸ ብማይ ነፍጥር ማለት እዩ። ባጋ ንምንታይ ብተምሪ ነፍጥር ብዙሕ ዓይነት ምግቢ ኣሎ እንዶ ዝብል ሕቶ እንተ ቐሪቡ ክምልሱ ከለዉ ዑለማእ ይብሉ ብመጀመርያ እዚ ትእዛዝ ናይ ረሱል ሶለሏሁ ዓለይሂ ወሰለም እዩ ትእዛዝ ናይ ረሱል ድማ ክትግበር ኣለዎ ብዘየገድስ ጥቕሙ ፈሊጥና ኣይፈለጥናን እንተፈሊጥናዮ ድማ ኒዕማ ኢማንና ይውስኽ ባጋ ተመሊስና ናብቲ ጥቅሚ ናይ ተምርን ማይን ዝዘከርዎ ዑለማእ ደካትራ ንዝክር ካብኣቶም ዓብደልባስጥ መሓመድ ሰይድ ይብል ጸዋማይ ካብቲ ኣብ ነብሱ ዘሎ ሽኮር ይጥቀም ብፍላይ ኣብ ጸላም ከብዲ ተኸዚኑ ዘሎ ኣብቲ ናይ ስሑር ምግቢ ዝርከብ ሽኮር ንሽዱሽተ ሰዓት ይኣክል ይኣክል ንሽዱሽተ ሰዓት ዝኸውን ይኣክል እዩ። ድሕሪኡ ካብቲ ተኸዚኑ ዘሎ ኣብ ጸላም ከብዲ ይወስድ። እንድሕር ጸዋማይ ብተምሪ ኣፍጢሩ፣ እቲ ተምሪ ናይ ተፈጥሮ ሽኮር ኣለዎ፣ ቀልጢፉ ናብ ጸላም ከብዲ ይኸይድ፣ እቲ ደም ናብ ኣካላትና ይዝርጋሕ ብፍላይ ናብ ሓንጎል ቀልጢፉ ይኸይድ። እዚ ዓሰርተ ደቂቃ እዩ ዝወስደሉ ናብ ኩሉ ኣካላትና ንኽበጽሕ። ካብዚ እንታይ ንዕዘብ፣ ንርዳእ፣ ረሱል ሰለላሁ ዓለይሂ ወሰለም ብተምሪ ኣፍጢሮም ንመስጊድ ይኸዱ ነይሮም። በዚ ግዜ እዚ እቲ ተምሪ ስርሑ ንኽሰርሕ ዕድል ይረክብ ነይሩ። ካብ መስጊድ ምስ ተመለሱ ዓለይሂ ሰላቱ ወሰላም ካልእ ምግቢ ይበልዑ ነይሮም ማለት እዩ። ንሕና እንታይ ሽግር ኣለና ገሌና ብተምሪ ኣይነፍጥርን ኢና እንተፍጢርናዮ ከማን እቲ ተምሪ ስርሑ ንኽሰርሕሲ ዕድል ኣይንህቦን ኢና እንታይ ደኣ ነቲ ብልዒ ውትፍ ውትፍ እንዳበልና ንጽፍጽፎ ድሕሪኡ ኣይንላዕሊ ኣይንታሕቲ ኮይንና ንተርፍ እቲ ሱና ምኽታል ጥዕናኻ ይሕልወልካ። ባጋ ድብለስ ናብቲ ዘረባ ናይ ዓብደልባስጥ መሓመድ ፀዋ ማይ እንድሕር ብካልእ ኣፍጢሩ ብዘይ ተብሪ ብማይን ብካልእ እንድሕር ኣፍጢሩ ስጋብ ካብ ክልተ ስጋብ ሰለስተ ሰዓት ይወስድ እቲ መዓናጡ ሽኮር ንክመፁ ተምሪ ግን ዓሰርተ ደቂቃ እዩ ዝወስደሉ ናብ ኩሉ ንክመፅሕ ኣብ መጨረሻ እንታይ ኢልና ረሱል ሰለላሁ ዐለይሂ ወሰለም ተምሪ እንድሕር ሲኢንኩም ብማይ ኣፍጥሩ ጥሁር እዩ ኢሉና። ካብቲ ጥቕሚ ናይ ማይ ዝዘከርዎ ዑለማእ ንዝክር ኣብ ጥራሕ ከብድኻ ማይ እንድሕር ሰቲኻ ከብድኻ መዓናጡኻ ይሓፅቦ ይብሉ። ባጋ ካብ ዝሓለፈ እንታይ ኣስተምህሮ ንወስድ? ረሱል ሰለላሁ ዐለይሂ ወሰለም ናይ ረቢ ልኡኽ ምኻኖም ዓቢ መረትዖ ንወስድ ምኽንያቱ እዚ ዝዘከርናዮ በቲ ግዜ እቲ ብጀካ ረቢ ዝፈልጦ የለን ከምኡ ከማን ነብይና ሰለሏሁ ዓለይሂ ወሰለም ሸፋቕ ረሒም ምኻኖም ንርዳእ